ሰላም ጎይታናን መዳሕንና የሱስ ኩርሱስ ንዓኻትኩም ይኹን እግዚኣብሔር ኣምላኽ ስሌኻ ስሌኺ ግዲ ይብሎ እዩ ኣምላኽ ዝሓስበልካ ሓሳብ ኩሉ ግዜ ሰናይ እዩ ቃል ኣምላኽ ከምዚ ይብል ነቶም ንኣምላ ዘፍቅሩ ከም ምኽሩ እውን ተጸውዑ ግና ኩሉ ንሰናይ ከም ዝድግፎም ንፈልጥ ኢና መልእኽቲ ጳውሎስ ናብ ሰብ ሮሜ ምዕራፍ ሸሞንተ ጥቕሲ ዕስራን ሸሞንተን ስለዚ ዓው ኢልካ ከምዚ በል ኣነ ንኣምላኸይ የፍቅሮ እየ ከም ምኽሪ ኣምላኸይ እውን ናብ ፍቑር ወዱ የሱስ ክርስቶስ ተጸዊዔ። ስለዚ ኣምላኸይ ብስም የሱስ ክርስቶስ ወዱ ብመንፈሳዊ ህይወተይን ምድራዊ ናብራይን ኩሉ ንሰናየይ ከም ዝድግፈኒ ይፈልጥ እየ። ንዓይ ዝሓስበለይ ሓሳብ ከኣ ኩሉ ጽቡቕን ምሉእን እዩ። ሓንቲ ክፍኣት እኳ ኣብ ህይወተይ የብሉን። ምኽንያቱ ብቃሉ ገይሩ ከምዚ ኢሉ ተዛሪብኒ እዩ። ኣነ ዝሓስበልኩም ዘለኹ ሓሳብ እፈልጦ እየ፣ መፈጸምታን ተስፋን ክህበኩምሲ ሓሳብ ደሓን እምበር፣ ናይ ክፉእ ኣይኮነን ይብል እግዚኣብሄር። ትንቢት ኤርምያስ ምዕራፍ ዕስራን ትሽዓተን ጥቅሲ ዓሰርተ ሓደ ስለዚ ንእግዚኣብሄር ኣምላኸይ በዚ ነገር ዘመነይ ኩሉ ከመስግኖ ክባርኾየ ኣሜን ስለዚ ቃል እግዚኣብሄር እንደገና ከምዚ ይብል ደጊም ብግዚኡ ንሱ ልዕል ምእንቲ ከብለኩም ኣብ ትሕቲ እታ ጽንዕቲ ኢድ ኣምላኽ ትሕት በሉ ንሱ ይሓልየልኩም እዩ እሞ ንኩሉ ሓልየትኩም ኣብኡ ኣውድቅዎ ቀዳማይ መልእኽቲ ጴጥሮስ ምዕራፍ ሓሙሽተ ጥቅሲ ሽዱሽተን ሸውዓተን ስለዚ እግዚኣብሔር ኣምላኽ ብመዓልቱን ብግዜኡን ልዕል ከብለካ እዩ። ንስኻ ከኣ ኩሉ ግዜ ኣብ ትሕቲ እታ ጽንዕቲ ኢድ ኣምላካ ትሕት ክትብል ኢኻ። እግዚኣብሔር ኣምላኽ ኩሉ ግዜ ይሓልየልካ እዩ። ስለ ሕይወትካ፣ ናብራኻ፣ ቤተሰብካ፣ ሓዳርካ፣ ስራሕኻ፣ ስለ ዘድልየካ ነገር ኣብ ሕይወትካ ኩሉ ነገር እግዚኣብሔር ኣምላካ ይሓልየልካን ንሰናይን ንጽቡቕን ክድግፈካ እዩ። ምክንያቱ ቃል እግዚኣብሔር ኣምላኽ ከምዚ ይብል ጽቡቕ ውህበትን፣ ምሉእ ውህበትን ካብ ላዕሊ እዩ፣ ካብቲ ለውጢ ወይስ ምምላስ ጽላሎት ዝየብሉ ኣቦ ብርሃናት እዩ ዝወርድ፣ መልእኽቲ ያዕቆብ ምዕራፍ ሓደ ጥቕሲ ዓሰርተ ሸውዓተ። ስለዚ ንኹሉ ሓልየትካን ነገርካን ናብ እግዚኣብሔር ኣምላካ ደርብዮ እሞ ንሱ ባዕሉ ነገርካ ከጸብቆን ከማዕርጎን እዩ። እግዚኣብሔር ኣምላክ ካባካ ዝደልዮ ነገር ቀዳምነት መንግስቲ ኣምላክን ጽድቁን ክትደሊ ድሕሪኡ ኩሉ ነገር ከምዝስዕበካ ቃል እግዚኣብሔር ይዛረብ። እምበኣርከ እንታይ ንበልዕ እንታይ ንሰቲ እንታይ ንኽደን ኢልኩም ኣይትጨነቑ፣ ነዚ ዅሉሲ ኣህዛብ ይደልይዎ እዮምሞ፣ ንኣኻትኩም እዚ ዅሉ ከም ዜድልየኩም ናይ ሰማይ ኣቦኹም ይፈልጥ እዩ። ቅድሚ መንግስቲ ኣምላኽን ጽድቁን ድለዩ፣ እዚ ዅሉ ድማ ይውሰኸልኩም። ጽባሕ ንርእሳ ትጭነቕ እያ እሞ፣ ንጽባሕ ኢልኩም ኣይትጨነቑ። ንመዓልቲ ክፍኣታ ይኣኽላ። ወንጌል ማቴዎስ ምዕራፍ ሽዱሽተ ጥቕሲ ሰላሳን ሓደን ክሳብ ሰላሳን ኣርባዕተን ስለዚ ከምዚ በል፣ እግዚኣብሔር ኣምላኽ ከይሕሱ ሰብ ኣይኮነን ከይጣዓስ ካኣ ወዲ ሰብ ኣይኮነን ስለዚ ንኣምላኸይ ይኣምኖ እየ መጀመርያ መንግስቲ ኣምላኽን ጽድቁን ክደሊ እየ ድሓር ናይ ሂወተይ ዘድልየን ዘበለ ነገር ክስዕበኒ እዩ ኣሜን ይቅጽል።